ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ከምቲ ልሙድ ዋጋ ወርቂ እንታይ ሓዱሽ ነገር እኒሆ ወሲኺ ደቂ ኣንስትዮ ንዝብል ሓቢርና ክንርኤና ሎማዕንቲ ጥሪ ኣርባዕተ ወይ ከዓ ጃንዋሪ ዓሰርተ ክልተ እዩ ዝኸውን ዘሎ ዕለቱ ማለት እዩ እና ያው ዶላር ብጣዕሚ ካብ ዝውስኽ ክልተ ሰለስተ መዓልቲ ገይሩ እኒሆ ስለዚ ምስቲ ዶላር ምውሳኽ ወርቅኸ ወሲኸ ዘይወሰኸ ነዝብል ክነግረኩም እየ እስካዕ ቪድዮ ፍፃመ ተኸታተልዎ ንቻናለይ ሓደሽቲ ዝኾንኩም ሰብስክራይብ ነበረ ዝኾንኩም ከዓ ላይክ ሸር እናገበርኩም ንክተበረታትዑኒ ብትሕትና ይላቦ ላይክ ሸር ንትገብሩለይ ከዓ ካብ ልቢ እናመስገንኩ እየ ማለት እዩ ክብራት ኣሕዋተይ እምበኣርከ ሎማዓንቲ ብናይ ውሽጢ ዓዲ ዘሎ ዕዳጋ

ደቂ ዓበይቲ ወይ ማዕረ ተመሊስና ተራኺብና ኣለና ብመጀመርያ እሎም መዓንቲ ጥሪ ኣርባዕተ ማለት እዩ ብዓሰርተ ኣርባዕተ ካረንት ኢና ክንጅምር ዓሰርተ ኣርባዕተ ካረንት ብሎም መዓንቲ ዕለት ንሓንቲ ግራም ናይ ውሽጢ ዓዲ ወርቂ ብናይ ኢትዮጵያ ብሄራዊ ባንኪ ዘውፀኦ ዋጋ ተመን ብ ዓሰርተ ክልተ ሽሕን ትሽዓተ ሚእትን ሰማንያን እዩ ኣውፂእዎ ዘሎ ልዕሊ ሓደ ሚእቲ ቅርሺ ወሰኽ ኣርእዩና እኒሆ ስለዚ እዚ ማለት ብጣዕሚ ወሰኽ እኒሄዎ ማለት እዩ እና ከምቲ ዝፍለጥ ዶላር ብጣዕሚ እዩ ዝንህር ዘሎ ናይ ሚእትን ቴስዓን ቅርሺ እዩ ዝኣቱ ዘሎ ማለት እዩና እዚ እውን ይውስኻሉ ምክንያቱም ሸርፍና ወርቂ ብሓደ ስለ ዝኸዱ ማለት እዩና ወርቂ ክገዝ ዝሓሰብኩም ገዚእኹም ምቕማጥ ብጣዕሚ እዩ ዘዋፀኩም ቀፂልና ንሪኦ በዓል ዓሰርተ ሓሙሽተ ካረንቲ ክኸውን በዓል ዓሰርተ ሓሙሽተ ካረንት ሎማዓንቲ ዕለት ናይ ውሽጢ ዓዲ ወርቂ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ተመን ንሓንቲ ግራም ብ ዓሰርተ ሰለስተ ሽሕን ትሽዓተ ሚእትን እዩ ኮይኑ ዝኒሆ ማለት እዩ። ቀጺልና ንሪኦ በዓል ዓሰርተ ሽዱሽተ ካረንቲ ክኸውን ዓሰርተ ሽዱሽተ ካረንት ብናይ ውሽጢ ዓዲ ወርቂ ብናይ ኢትዮጵያ ብሄራዊ ባንኪ ዘውፅኦ ዋጋ ዕዳጋ ብዓሰርተ ኣርባዕተ ሽሕን ሸሞንተ ሚእትን እዩ። ተሚኖምዎ ዘለዉ ብሄራዊ ባንኪ ማለት እዩ። እዚ ማለት ናይታ ወርቂ ጥረ ገንዘብ ብቻ እዩ፣ ካልእ ምንም ኣየሓውስን። ንኣብነት ከምዚ ትርእይዎ ኣለኹም ብናታትኩም ምርጫ ዲዛይን ንምስራሕና ናይ ደረሰኝ ናይ ዝተፈላለዩ ዓይነት ወሰኻት ከይወሰኹ ናይታ ወርቂ ብቻ እያ ማለት እዩ። ቀጺልና ንሪኦ በዓል ዓሰርተ ሸውዓተ ካረንት እዩ ክኸውን። በዓል ዓሰርተ ሸውዓተ ካረንት ብሎማዓንቲ ዕለት ብናይ ውሽጢ ዓዲ ወርቂ ኣብ ናይ ኢትዮጵያ ብሄራዊ ባንኪ ዝወፀ ዋጋ ዕዳጋ ብዓሰርተ ሓሙሽተ ሽሕን ሸውዓተ ሚእትን እዩ ክሽየጥ ውዒሉ ዘሎ። እንግዲህ ኩለዩ ወሰኻሪ እና ዝኒሆ ሎማዓንቲ ማለት እዩ ትማሊ ሕዚ ብዓሰርተ ሓሙሽተ ሽሕን ሽዱሽተ ሚእትን ነይሩ ከባቢ ሚእቲ ቅርሺ ወሰኽ ኣርእየና እኒሆ ማለት እዩ። ቀፂልና ንሪኦ ከዓኒ መብዛሕትና ንፈትዎ ዓይነት ደረጃ ወርቂ በዓል ዓሰርተ ሸሞንተ ካረንቲ ክኸውን በዓል ዓሰርተ ሸሞንተ ካረንት ንሓንቲ ግራም ወርቂ ብ ዓሰርተ ሽዱሽተ ሽሕን ሽዱሽተ ሚእትን እዩ ክሽየጥ ውዒሉ ዘሎ። ንሓንቲ ግራም ወርቂ ብናይ ኢትዮጵያ ብሄራዊ ባንኪ ማለት እዩ ናይታ ወርቂ ጥረ ገንዘብ ምንም ከይሓወሰት ቀጺልና ንሪኦ ከዓኒ በዓል ዓሰርተ በዓል ዒስራ ካራንት ይኸውን። በዓል ዒስራ ካራንት ናይ ውሽጢ ዓዲ ወርቂ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ዕዳጋ ብዓሰርተ ሸሞንተ ሽሕን ሓሙሽተ ሚእትን እዩ ክሽየጥ ውዒሉ ዘሎ ማለት እዩ። ቀፂልና ንሪኦ ከዓኒ ካብ ዓሰርተ ሸሞንተ ካረንት ቀፂሉ መብዛሕትና ንፈቶ ከም ቀለበት ንምእሳር ይኹን ዋላ ናይ ክሳድ ሰንሰለት ንምስራሕ ዕስራ ሓደን ካራንት መብዛሕትና ንፈትዎ ጽሩይ ወርቂ እዩ። ናይቲ ወርቂ ደረጃ ንጽህና ማለት እዩ ሰማንያን ሽዱሽተን ፐርሰንት እዩ። ስለዚ ናይዚ ዋጋ ድማ ብዓሰርተ ትሽዓተ ሽሕን ኣርባዕተ ሚእትን ሰብዓን እዩ ክሽየጥ ውዒሉ ዘሎ። እዚ ማለት ናይዛ ወርቂ ጥረ ገንዘብ ብቻ እያ። እዚ ማለት ደቂ ዓበይቲ ወይ ኣብ ድንኳን ድሕር ኬድኩም ዕስራ ሓደ ካረንት ናይ ባዕልቶም ጌጣጌጥ ኣውፂኦም ሰሪሖም ናይ ደረሰይ ወይ ከዓ ቫት ማለት እዩ ናይ ገዛ ክራይ ናይ ሰራሕተኛ ናይ ብዙሕ ነገር ሓዊሶም ዕስራ ሓደ ካራት ልዕሊ ዕስራ ኣርባዕተ ሽሕ እዩ ዝግመት ማለት እዩ ክብራት ኣሕዋተይ ቀፂልና ንሪኦ ከዓኒ በዓል ዕስራን ክልተን ካራንቲ ክኸውን ዕስራን ክልተን ካረንት ልዕሊ ተስዓን ክልተን ፐርሰንት ናይ ወርቂ ንጽህና ዝሓዘ ጽሩይ ወርቂ እዩ። ዕስራን ክልተን ካረንት ብሎማዓንቲ ዕለት ማለት እዩ ደቂ ዓበይቲ ወይ ማዕረይ ብዒስራ ሽሕን ትሽዓተ ሚእትን እዩ። ዕስራን ክልተን ካረንት ብዒስራ ሽሕን ትሽዓተ ሚእትን እዩ ክሽየጥ ውዒል ዘሎ ያው ሚእቲ ቅርሺ ወሲድካ ስራን ሓደን ሽሕ ማለት እዩ። እዚ ማለት ናይቲ ወርቂ ንጽህና ናይታ ወርቂ ጥረ ገንዘብ ብቻ እያ። ናይቲ ወርቂ ንጽህና ድማ ከባቢ ትስዓን ሽዱሽተን ፐርሰንት እዩ ጽሩይ ወርቂ እና ደቂ ዓበይቲ ወይ ማዕረይ ለማዓንቲ ወርቂ ብጣዕሚ ወሲኹ ዝኒሆ እንግዲህ ያ ወርቂ ናይ ምግዛ ሓሳብ እንድሕር ዳሃለየኩም ምግዚ ኣየተዋፀኩም ምን ግዜ እንድሕር ተዓዚኩሞ ይንኣስ ይዕበ እናወሰኸ እምበር እናኣነሰ ዝኸደሉ መዓልቲ ኣይረኣናን እሞ ገዚእኹም ያው ገዚእኹም ከምዚ ተጋየፅሉ ተጠቐምሉ ብቻ ዘይኮነስ ብጣዕሚ ዘንግደኩም ማለት እቲ ገንዘብኩም ባንክ ኮፍ ካብ ዝብል ባንክ ኣብ ኢድኩም ኮፍ ካብ ዝብል እቲ ገንዘብ ኣብ ባንክ ወይ ከዓ ኣብ ኢድኩም ኮፍ ካብ ዝብል ኣብ ወርቂ ቀይርኩም ተቐሚጥኩም ብጣዕሚ ዓብዪ መኽሰብና ብጣዕሚ ዓብዪ በቃ ብጣዕሚ እዩ ዘዋፀኩም ዓብዪ ንግዲ ዳርጋ ንግዲ ኢልኩም ሓዝዎ እና ደቂ ዓበይቲ ወይ ማዕረይ ዋጋ ወርቂ እዚ ይመስል ነይሩ ቀፃልኸ እንታይ ዓይነት ወሰኽ የርእየና ንዝብል ሓቢርና ክንሪኦ ንኸውን እስከ ዓብዲ ፍፃመ ንዝተኸታተልኩምኒ ካብ ልቢ እናመስገንኩ እየ ሼር ላይክ ሰብስክራይብ ምግባር ድማ ይትረስዑ ቀፃሊ ድማ ብናይ ዶላርና ብናይ ዓረብ ብናይ ዓረብ ገንዘብ ኣብ ዓዲ ዓረብና ኣብ ኣውሮፓ ክንደይ ይሽየጥ ኣሎ ንዝል ከዓኒ ከምፀልኩም እየ ደቂ ዓቤት ወይስ ካብ ሽዑብ ዘለኹም ወሰዳንኩም ይብዝሓለይ ብጣዕሚ ኢና ንፈትወኩምን ነኸብረኩምን ሰሰናዩ ባይ ባይ